ታሪኽና እንትጅምር ኣቶም ኣብታ ከተማ ኣለዉ ዝተባሃሉ ክልተ ንፉዓት ፖላዊስ የላልየና። ናይቶም ፖላዊስ ሽም ውን ማርክን ማርከስን ይበሃሉ። ማርክ ኣዝዩ ዘይፈርሕን ተባዕን እንትኸውን ማርከስ ግን ብተፈጥርኡ ቁርብተይ ፍርሒ ዝተመልኦ ሰብ እዩ ነይሩ። ሓደ እዋን ውን ናብ ሓደ ልኡኽ እንዳኸዱ ከለዉ ግዜ ስለ ዘይነበሮም ማርክ ነታ መኪና ብኣዝዩ ዘይተለመደ ቅልጣፈ ይገንሓ ስለ ዝነበረ ማርከስ ውን በዚ ልቡ ክጠፍኦ ስለ ዝጀመረ በጃኻ ኢልካ ናዛ መኪና ደው ኣብላ እሞ ነቲ ዝወስዶ መድሓኒት ጥራሕ ኣብ ሓደ ፋርማሲ ክወስድ እሞ ሽዑ ብቕልጡፍ ክንከይድ ንኽእል ኢና ኢሉ ይምሕጸኖ ነበረ። ማርክ ዋላ እኳ ግዜ ከም ዘይብሎም እንተ ፈለጠ፣ ኰይኑ ግና መሓዝኡ ማርከስ ኣዝዩ ስለ ዝረበሾ ደሓን ይኹን ኢሉ ቴስዓ ሰከንደ ሂበካ ኣለኹ፣ ኣብ ውሽጢ ቴስዓ ሰከንድ ግን ብቕልጡፍ ተመለስ ኢኻ ኢሉ ኣብ ሓደ ሱፐርማርኬት እውን ነታ መኪና ደው ኣበለሉ። ማርከስ ናብቲ ሱፐርማርኬት ምስ ኣተወ ነቲ ዝደለዮ መድሓኒት ጥራሕ ዘይኰነ ገዚኡስ ምግቢ ኣዝዩ ይፈቱ ስለ ዝነበረ መግቢ እውን ገዚኡ ይበልዕ ነበረ። ኣብዚ መንጎ እዚ እዩ ነይሩ ለያቡ ናብቲ ሱፐርማርኬት ይኣትው እሞ ብሽጉጥ ገይሮም ነቲ ወናኒ ናይቲ ሱፐርማርኬትን ነቶም ኣብ ውሽጢ ዝዕድጉ ዝነበሩን ኣፈራሪሖም ንኸይንቀሳቐሱ ገበርዎም። እተን ዝተዋህቦ ቴስዓ ሰከንድ ከም ዝሓለፋ ምስ ፈለጠ እውን ማርክ ብሕርቃን ናብቲ ውሽጢ ሱፐርማርኬት ኽጸርፎ ኢሉ እንትኣቱ እቲ ዝፍጠር ዘሎ ነገር እውን ሽዑ ንሽዑ ረኣየ። ንመሓዝኡ ኻብ ሓደጋ ከውጽኦ ግድን ስለ ዝነበረ ዝጻወት ዘሎ መሲሉ እንታይ እዩ ዝገብር ዘሎ ኢሎም ልክዕ ትኹረቶም ምስ ተበታተነ እውን ኣዘንጊዑ ንኹሎም ኣብ እግሮም ሃሪሙ እውን ንመሓዙኡ ድሒኑ ሒዝዎ ይኸይድ። ብድሕሪ እዚ ነይሩ እቲ በዓል ታሪኽና ማርክ ምስታ ናይ ቀረባ መሓዝኡን ሓኪሙን ዝነበረት ክሪስቲን መርዓ ይገብር ነበረ እሞ ኣብቲ ማእኸል መርዓ እውን መሓዝኡ ማርከስ ኣብቲ ናይ ፖሊስ ህይወቶም ዘሕለፍዎም ብዙሓት ዓይነት መሰናኽልን ብሓደ ዝሰርሕዎም ታሪኻትን እውን ልቢ ብዝነክእ ኣገባብ ይትርኽ ነበረ። ብድሕሪዚ እዩ ነይሩ ሃንደበት ናይቲ ናይ ልቢ ሕማሙ ይለዓሎ እሞ ሽዑ ንሽዑ እውን እስሒቱ እውን ናብቲ ባይታ ወደቐ። ኣብ ኮማ ኣትዩ እንዳሃለወ እውን ምስ መሓዝኡ ምስ ማርክ ዘሕለፍዎም ብዙሓት ዓይነታት ህይወታት ሓደ ብሓደ እውን ናብ ኣእምሮ እንዳመጹ ይረኣይዎ። ልክዕ ናቡኑ ምስ ተመለሰ እውን ንመሓዝኡ ንማርክ ከም ዝበሎ፣ ኣነ እዚ ልቢ ሕማም እዚ ሒዘ መዓዝ ከም ዝመውት ስለ ዘይፈልጥ ካብ ብሕጂ ተሪፈና ንዘለዋ ግዜ እውን ብዘይ ፍርሒ ከማኻ ተባዕ ኮይነ እየ ከሕልፈን ዝደሊ ኢሉ እውን ነገሮ። ታሪኽና ድማ መሊሱ ሓደ መግራት ዝተባህለ ሰብኣይ የርእየና። መግራት እውን ናብ ሓደ ኣዝዩ ህቡብ ዝኾነ ባንከር ይኸይድ'ሞ፣ ናብቲ ናይቲ ካፕቴን ሃዋርድ ዝተባህለ ወታደር ናይዚ ዓዲ ናብ ኣካውንቱ ብዙሕ ገንዘብ ትራንስፈር ግበረሉ በሎ። እዚ ዝገብር ዘሎ'ውን ነቲ ካፕቴን ሃዋርድ ኣብ ትሕቲ ቀይዲ ንኸውዕሎ ዘይሕጋዊ ስራሕ ሰሪሑ እዩ ዝብል እውን ከም ኢቪደንስ ክጥቀመሉ ዝሓሰበ ይመስል። ቁሩብተይ እቲ ባንከር ግን ነቲ ዝተባህለ ገንዘብ ከሕልፍ ፍቓደኛ ስለ ዘይኮነ እውን ከም መፈራርሒ ኢሎም ነቲ ቦዲጋርዱ ሽዑ ንሽዑ ቀተልዎ። በዚ ፈሪሑ እውን ልክዕ ነቲ ዝበልዎ ገንዘብ ብትራንስፈር ገይሩ ምስ ወደኣሎም እውን እቲ ማግራት ዝተባህለ ሰብኣይ ነቲ ባንከርን ነታ ኣፍቃሪቱን እውን ነንዓርሶም ከም ዝተቓተሉ ምሲሉ እውን ኣብኡ ገዲፍዎም ይኸይድ። ማርከስ እውን ኣቲ ናይ ልቢ ሕማሙ ሙሉእ ሙሉእ ዋላ እኳ ሪከቨር ዘይገበረ እንተኾነ ሰበይቱ እውን ነዚ ተኸቲሉ ዕረፍቲ ክትወስድ ኣለካ ኢላ ብተደጋጋሚ ዋላ እኳ እንተተዛረበቶ ማርከስ ግን ኣብዚ ሕጂ ሰዓት ኣዝዩ ልዑል ዝኾነ ቅልጣፈ ዘድልዮ ክፍጸም ዝግብኦ ስራሕ ስለ ዘሎ ናብ ስራሕ ክኸይድ ግድን እዩ ኢሉ እውን እዋኑ ኩሉ ኣብ ስራሕ የሕልፎ ነበረ። ኣብ ሰዓት እዚ እዩ ነይሩ ዘሰንብድ ዜና ንማርክን ንማርከስን ይንገሮም። ኣቲ ኣዝዮም ዝፈትውዎ ዝነበሩ ላዕለዋይ ሓላፊኦም ዝነበረ ጀግና ካፒቴን ሃዋርድ ከም ዝሞተን ቀድሚ ምሟቱ እውን ኩሉ ታሪኻቱ ዋላ እኳ መንግስቲ ዘይፈልጥ እንተነበረ ደሓር ከም ዝተፈለጠ እንተኾይኑ ግን ምስቶም ኣዝዮም ሓደገኛ ዝኾኑ ማፍያታት ይሰርሕ ከም ዝነበረ ኤቪደንስ ከም ዝተረኸቦ እውን ይንገሮም። ማይክን ማርከስን ካፒቴን ሃዋርድ ከምዚ ዝገብር ዓይነት ሕማቕ ሰብ ኣይኮነን ኢሎም ዋላ እኳ ከረድእዎም ብዙሕ እንተጸዓሩ እቶም ኤቪደንስ ግን ናብኡ የመላኽቱ ስለ ዝነበሩ ሓሳቦም ዘዳምጾም ሰብ ክረኽቡ ኣይከኣሉን። ማርክ ግን ብውሽጡ ካፕቴን ሃዋርድ እዚ ዝበሃል ዘሎ ገበን ክፍጽም ዘይክእል ሰብ እዩ ኢሉ ስለ ዝኣመነ እውን ናብ ዝተፈላለዩ ሰባት እንዳኸደ ነቲ ካፕቴን ሃዋርድ ነጻ ምዃኑ ፕሩፍ ንኽገብር ክሕግዝዎ ዝኽእሉ ሰባትን ሓበሬታታትን ከተኣኻኽብ እውን ጀመረ። ኣብዚ መንጎ እዚ እዩ ነይሩ እቲ መግረት ዝተበሃለ ካፕቴን ሃዋርድ ዝቐተሎን ናብቲ ገበን ከም ዝሰርሐ ኣምሲሉ ዘቕርቦ ዘሎ ገበነኛ ናብቲ ኬፕቴን ሃዋርድ ኣካውንት ሃክ ገይሩ ክኣቱ ምስ በለ ኣውቶማቲክ ሲስተም ተገይሩ ስለ ዝነበረ እታ ናይ ካፕቴን ሃዋርድ ዝነበረት ኮምፒውተር እውን ነቲ ኣብ ውሽጣ ዝነበረ ምሽጥራዊ ቪድዮ ብኣውቶማቲክ ሜሴጅ ገይራ ናብ ማርክን ናብ ማርከስን ትለኾም እቲ ቪድዮ እንትርኢ እውን እዚ ቪድዮ እዚ እንድሕር ደኣ ሪኢኹሞ ኣነ ሞይተ ኣለኹ ማለት እዩ ኩሎም ዝሰርሖም ዝነበርኩ ስራሕታት መረዳእታ እውን ኣበይ ከም እትረኽቡ ኣብዚ ቪድዮ ሓበሬታ ገዲፈልኩም ኣለኹ እዩ ዝብል ነይሩ። እቲ ማግራት ዝተባህለ ወዲ እውን ኣብ መወዳእታ እንድሕር ደኣ እዚ ናብ ደገ ወጺኡ ንዓርሱ ናብ ሓደጋ ዘእትዎ ከም ዝኾነ ስለ ዝተረድኣ እውን ማርክን ማርከስን ብቕልጡፍ ክቕተሉ ከም ዘለዎም ትእዛዝ ኣውረደ። ብድሕሪ እዚኦም ነይሮም ናብቲ ሓበሬታ ክህበና ይኽእል እዩ ኢሎም ዝሓሰቡ ወናኒ ናይ ናይት ክለብ ዝነበረ ፍሌቸር ዝተባህለ ብዙሕ ኔትወርክታት ዘለዎ ወዲ እውን ከይዶም ይረኽብዎ። ብዛዕባ እቲ ጉዳይ ዝደለይዎ ሓበሬታታት እውን ንኽነግሮም እንዳዘራረብዎ ከለዉ ናይ ማግራት ዓጀብቲ ዝነበሩ ቦዲጋርድታት ናብቲ ከባቢ ይዝንብዩ ስለ ዝነበሩ እውን ክልቲኦም እንዳዘራረብዎ ከለዉ ነቲ ሓበሬታ ከየውጽኦ ከሎ እውን ተኲሶም ሽዕ ንሽዕ ቐተልዎ። ኣብዚ መንጎ እዚ እውን ኣብ መንጎ እቶም ክልተ ፖሊስን ኣብ መንጎ እቶም ናይ ማግራት ቦዲጋርድታትን እውን ከቢድ ዝኾነ ተኹሲ ተኸፈተ። ኣብዚ ሰዓት እዚ ነይሩ ነቲ በዝሒ ዘለዎ ናይ ተኹሲ ድምጺ ምስ ሰምዐ ኣእምርኡ ዝደንጸዎ ማይክ እውን ኣብ ጽርግያ ውኑ ጠፊዎ እንዳዕንይንየ ከሎውን ማርከስ ቀልጢፉ ቦጺሑ ነታ መኪና ክትጎጮ ክልክዕ ምስ በለት እውን ህይወቱ ትረፎ። እቶም ነዚ ኬዝ ዝከታተልዎ ዝነበሩ ኣባላት ፖሊስ እውን ንክልቲኦም ነቶም ፖላዊስ ሒዞሞም ናብ ቢሮኦም ይወስድዎም እሞ ማርክን ማርከስን እውን ነቶም ፖላዊስ ሂቦም ብሓባር ይርእይዎ። ኣብቲ ቪድዮ እውን ካፕቴን ሃዋርድ ከምዚ ይብል ነበረ ኣነ ኣብቶም ዕሉላት ዘለዉ ናይ ካርቴል ኣባላት ጋንግስተራት ጽኑዕ ዝኾነ ክትትል ይገብር እየ ነይረ። በዚ ክሳብ ሕጂ ዝረኸብክዎ ሓበሬታ እውን እቶም ኣባላት ካርቴል ጋንግስተራት ኣብ ደገ ጥራሕ ዘይኮነስ ኣብቲ ንሕና እንሰርሐሉ ናይ ፖሊስ ዲፓርትመንት እውን እንከይተረፈ ብገንዘብ ዝገዝእዎም በዝሒ ዘለዎም ፖላዊስ ካብ ታሕተዋይ ደረጃ ክሳብ ላዕለዎት ካፒተይናት ከምዘለዉ ኣረጋጊጸ እየ። ሕጂ ዝተረፈኒ በዓል መን እዮም ዝብል ሽም ዝርዝር ምጽራይ ጥራሕ እዩ ክብል ኣብቲ ቪድዮ እውን ክዛረብ ከሎ ረኣይዎ። በዚ እውን እቶም ኣብቲ ኣባላት ዲፓርትመንት ኮይኖም ምስቶም ካርቴል ጋንግስተራት ዝሰርሑ ዘለዉ ፖላዊስ በዓል መን ምዃኑ ከጽርዩ እውን ከም ዘለዎምን ግዜ ከም ዘይብሎምን ኩሎም እቶም ፖላዊስ እውን ኣብ ምርድዳእ በጽሑ። ማግሪት እውን ክልቲኦም ፖላዊስ እንድሕር ደኣ ብህይወት ቀጺሎም ኣብ ልዕሊኡ ከቢድ ሓደጋ ከብጽሑሉ ከም ዝኽእሉ ይርዳእ ስለ ዝነበረ እውን ኣብ መወዳእታ ከንበርክኾም እንድሕር ደኣ ኮይነ ንስድርኦም ጨውየ ከፈራርሖም ኣለኒ ኢሉ እውን ውሳነ ወሰነ። እዚ ውሳነ ከም ዝተወሰነን ንስድርኦም እውን ይዝንብዮም ከም ዘሎን ዝበጽሖም እቶም ክልተ ፖላዊስ እውን ነታ ሪታ እትበሃል ዝነበረት ኣባል ፖሊስ ምስኦም እትሰርሕ እውን ምናልባት ሓበሬታ ትህቦ ዘላ ከይትኸውን ኢሎም ክጥርጥርዋ ጀመሩ። ከም ኣጋጣሚ ግን ኣብ ቢሮ እንዳሰርሐት ጸኒሓ ሪታ ምስቲ ሓላፊኣ ዝነበረ ወዲ እውን በቲ ኢሌቨተር እንዳወረዱ ከለዉ ኩልግዜ ብበዝሒ ቴለፎን ይደዋወልን ቴክስት ይጸሓሓፍን ትሪኦ ስለ ዝነበረት እውን ኣብ ቴለፎን እንታይ ይጽሕፍ ከም ዘሎ ንኽትርኢ ኢላ ብድፍረት እውን ነቲ ቴለፎን ኣሕዲጋ ነቲ ሜሴጅ ክተንብብ ምስ በለት ብሕርቃን ንሱ እውን ነቲ ቴለፎን እንተዘይሃብክኒ ኢሉ ክቐትላ በለ። ኣብቲ ቴለፎን እውን ከምቲ ዝበለቶ ምስቶም ካርቴላት ይሰርሕ ከም ዘሎ ዘርእዩ ቴክስት ሜሴጃት እውን ረኸበት። ብድሕሪኡ እውን ኣብ ትሕቲ ቀይዲ ወዓለ። ንሶም ኣዚ ኩላይ እንትገብሩ እቶም ብማግሪት ዝምርሑ ጋንግስተራት ግን ናብ እንዳ ማርከስት ገዛ በጺሖም እዮም ኔሮም። በጺሑ ንስድርኡ ከትርፎም ብዘይምኽኣሉ እውን ኣዝዩ ሓረቐ። ኮይኑ ግን ወዱ ንማርክ ዝነበረ ኣርማንዶ ከም ኣጋጣሚ ኣብ እንዳ ማርከስ ስለ ዝነበረ እውን ክንዲ ዝኸኣሎ ነቶም ኣባላት ናይ ካርቴል ጋንግስተራት እውን እንዳቐተለ ነተን ናይ ማርከስ ስድራ እውን ይሕልወን ነበረ። ልዕሊ ዓቕሙ ስለ ዝኾንዎ ግን ንሱ እውን ይሃድም እሞ ነቶም ዝተረፉ ስድራ ናይ ማርከስ እውን ጨውዮም ሒዞሞም ይኸዱ። እንዳወሰድዎም ከለዉ ውን ኣበይ ከባቢ ከም ዝበጽሑ ብሴኩሪቲ ካሜራታትን ብድሮንን ይከታተልዎን ስለ ዝጸንሑ ናበይ ክኸዱ ከም ዝኽእሉ ገሚቶም ኣብቲ ገምገም ውን ተሓቢኦም ጸንሕዎም። ልክዕ በቲ ናይ ዕንጨይቲ ቢንቶ ገይሮም ክሰግሩ እንትብሉ ውን ኣብ ታሕቲ ጸኒሖም ከቢድ መጥቃዕቲ ፈነውሎም። እቲ ኣዝዩ ጥንቁቕ ዝነበረ ሓላፊ ናይቶም ካርቴላት ግና ንዓርሱ እንዳተታኾሰ እንዳነሐነ ነቲ ምስኪን ዝነበረ ማርከስ ውን ኣብ ትሕቲ ቀይዲ ኣውዒሉ ኣንተዘይሰዲድኩምኒ ክቐትሉ'የ እንዳበለ'ውን ከፈራርሖም ጀመረ። ኣማራጺ ዘይነበሮ ማርክ'ውን ብጥንቃቐ ነቲ ናይ መሓዝኡ ናይ ጥይት መከላኸሊ ኣብ ኣፍልቡ ተኲሱ ይሃርሞ'ሞ ደው ምባል ኣቢዎ ልክዕ እንትወድቕ ቀጺሉ'ውን ነቲ ሓላፊ ናይቶም ካርቴላት ተኲሱ ቀተሎ። ብድሕሪ'ዚ'ውን እቶም በቶም ማፍያታት ተጨውዮም ክቕተሉ ተወሲኖም ዝነበሩ ኣባላት ስድራቤቶም'ውን ብህይወት ከትርፍዎም ከኣሉ። ድሕሪ'ዚ ነይሩ ማርክ ነቲ ብሕጊ ይድለ ዝነበረ ወዱ ኣርማንዶ'ውን ኣብኡ እንተጸኒሑ ኣብ ትሕቲ ቀይዲ ከም ዝውዕልን ካልእ ሓደጋ በቶም ፖላዊስ ከም ዝበጽሖን ይፈልጥ ስለ ዝነበረ'ውን እቶም ፖላዊስ ናብዚ መጺኦም ኣብ ልዕሌኻ ካልእ ሓደጋ ከየብጽሑልካ ከለዉ በዚኣ ጃልባ ጌርካ ካብዚ ዓዲ ጠፊእካ ናብ ካልእ ዓዲ ከይድካ ሓድሽ ህይወት ጀምር ኢሉ እንተሰናብቶ'ውን ታሪኽ ናይ ብቅዕ። ፍቱዋት ተኸታተልቲ ትግርኛ ሲኒማ ንሎማዓንቲ ሒዘልኩም ዝመጻእኩ ታሪኽ ነዚኣ ትመስል ኔራ ኣብ ቀጻሊ ብኻልእ ታሪኽ ክሳብ እንራኸብ